ሰላም ክቡራት ተኸታተልቲ ቻናልና ናብ ተራኺ እንቋዕ ብደሓን ተመለስኩም። ናይ ሎማዓንቲ ፊልምና ኣብ ሓቀኛ ዛንታ ተመስሪቱ ዝተሰርሐ ብጣዕሚ ሰሓቢ ፊልም ሒዘልኩም መጺኤ ኣለኹ። ከም ልሙድ ንቻናልና ሳብስክራይብ እዚ ቪድዮ ድማ ላይክ ኢልኩም ጀምርዎ። ክሳብ መወዳእታ ሰናይ ጻንሒት። ፊልምና ዝጅምር ካብ ሜሮንን ናይ ጄኒ ዝተባህሉ ክልተ ጽምዲ ፍቕረኛታት ኣብ መኪንኦም እናተጓዓዙ እዩ። ብመኪንኦም ገይሮም ኣብ ሓደ ሰብ ዘይብሉ ዓሚቕ ጫካ ምስ ኣተዩ መኪንኦም ጠጠው የብልዋ። ካሜሮን ካብ ድሕሪ መኪንኡ ዝሞተ ሬሳ ኣውጺኡ ኣብ ሓመድ ኩዒቱ ምቕባር ይጅምር። ጄንስ ውን ብተገራ ብጣዕሚ ተናሲሓ ኣመና ትፈርሕ ፍርሓታ ዝርእየካ ሜሮን ውን እዛ ቆልዓ ዝሞተት በጋጣሚ እዩ ኔሩ ተዝትፍለጥ ኔሩ ውን ዕድመ ልክዕ ናይ እስርቤት እና ክንከይድ ኔርና ኢሉ ጠቅሊላ ንክትርስዖ ይነግራ ሓቂ ዘረባ ግን ካብ ሜሮን ጥዕና ዘይብሉ ሓደገኛ ቀታሊ እዩ ምንም ንዘይፈልጣ ጓላት ጠሊፉ ኣብ ገዝኡ ኣሲሩ ከም ባራዩ ንነዊሕ ግዜ ይጽንሐን እሞ ስግኣት ክኮንኦ እንከልዋ ቀቲሉ ኣብዚ ጫካ ኣምጺኡ ይጉሕፈን ሬሳ ቀቢሮም ምስ ወድኡ ካሜሮን ንጄነስ ሒዝዋ ቀጻሊት ዕላምኦም ንምእላሽ ናብ ከተማ የምርሑ። ኣብ መንገዶም እንከለዉ እውን ካሊን ዝተባህለት ቆንጆ ቆልዓ ምስኣ ንክማልእዋ ተሓቶም። እሶም እውን ጥዑያት ሰባት መሲሎም ፍቓደኛታት ምዃኖም ነጊሮም ናብ መኪንኦም ኣእትዮም ምስኦም ሒዞማ ይኸዱ። እናኸዱ እንከለዉ እውን ካሊን ንምንታይ ከም ትጓዓዝላን ኣበይ ከም ዝኾነ ዓዳን ይሓትዋ። ንሳ እውን ናብዚ ዓዲ ዝመጸት ከም ዝመጸት ዘይፈልጡ ስድርኣን መሓዙታን ንክተደንግጽ ምዃና ትነግሮም። ካሜሮን እዚ ምስ ሰምዐ ካሊን ቀጻሊት ዕላምኡ ምዃና ርግጸኛ ይኸውን። ካሜሮን ውን ንካሊ ኣብዚ ቀረባ ጽቡቕ በዓቲ ኣሎ ከይረኣኽዮ ክትሓልፍዮ የብልኽን ንዕናይ ከርእየኪ ኢሉ ሒዝዋ ይኸይድ ካሊን ውን ምንም ስለ ዘይተጠራጠረት ኣሚናቶም ምስኦም ትኸይድ ኣብ ብዙሕ ሰብ ዘይብሉ ቦታ ምስ በጽሑ ግን ካሜሮን ካብ መኪንኡ ወሪዱ ብኻራ ኣፈራሪሑ ኣዒንታ ዓሚቱ ናብቲ ውሽጢ መኪና ይመልሳ ንኸይተምልጥ ኩሉ ክዳውንታ ኣውጺኡ ርእሳ ውን ኣርባዕተ ኣንጎሎ ሳንዱቕ ዓጽዩ ከም ዘይትርእላ ርግጸኛ ይኸውን እናደንገጸትን እናፈርሐትን ካሊን እንታይ ከም ዝፍጠርሎ ምንም ኣይትፈልጥን። ካሜሮን ግን ምንም ከይመሰሎ ብዘይ ምሕረት ናብ መኪንኡ ምስ ኣእተያ ሒዝዋ ንገዝኡ ይምለስ። ኣብቲ ገዛውን ካሜሮን ንካሊን ካብ መኪና ኣውጺኡ ናብ ቤስመንት የእትያ። ምንም ከም ዘይትርእን ናብ ምንም ገጽ ከም ዘይትንቀሳቐስን እውን ብገጀፍቲ ሰንሸሌታት ኢዳን እግራን ኣሲሩ ኣዒንታ ብተሪር ጨርቂ ኣስሮ። እናበኸየት ንምሕረት ክትልምኖ ከላዋላ ምንም ከይሰመዐ ብኾርማጅ ብሓይሊ ክቕጥቅጣ ይጅምር። ካሊን ሓንቲ ግዜ ክወቕዓ እንከሎ ዓብዪ ምልክት ትገድፍ ብዝነበረት ኮርማጅ ተቐንዝያ ንክምሕራ እናበኸየት ትልምኖ። ካሜሮን ግን ምንም ከይመሰሎ ኣብ ቅድሚኣ ንሰበይቱ ኣምጺኡ ምስዓምን ምንኽኣእን ይጅምር። ብዘቢልና እውን ካሜሮን ክንደየናይ ዝኣክል ጨካንን ጥዕና ዘይብሉ ሰብ ምኾኑ ንፈልጥ። ድሕሪ ደቓይቕ እውን ካሜሮን ንካሊን ኣብ ዓብዪ ሳንዱቕ ኣሲሩዋ ናብ ምህራሱ ይኸይድ። ኣብቲ ዝቕጽል መዓልቲ ጄኒስ ናብ ካሊን ንኽትርእያ ናብ ቤስመንት ትኣቲ። እንድሕር ደኣ ፈቲሓታ ንማንም ሰብ ከም ዘይትዛረብን ተመሊሳ ከም ዘይትጥምትን ቃል ትኣትየላ። ጄኒስ ግን ሰብኣያ ካሜሮን ክኹሪ ከሎ ክንደየናይ ዝኣክል ዕዉድ ሰብ ከም ዝቕየር ስለ ትፈልጥ ፈሪሓ ፍቓደኛ ከይኮነት ትተርፍ። እቲ ምሸት ንሱ፣ ካሜሮን፣ ናብቲ ቤስመንት ብዙሓት መፍርሒ መሳርሒታት ሒዙ ይመጽእ። ግን ከምቲ ዝተጸበናዮ ንካሊን ቀቲሉ ኣይኮነን ከገላግላ ደልዩ። እትበልዖ ምግብን መስተን ሂቡ እንደገና ምቕጥቃጥ ይጀምር። ካሊን እናኣወየት ንምሕረት ክትልምኖ እንከላ ካሜሮን እንከየቋረጸ ይወቕዓ። ናይ ኣውያታ ድምጺ ብቲ ገዛ ክጋዋሕ እንከሎ'ውን ጄኒስ ኣብ ላዕሊ ኮይና ክትሰምዕ ከላ ስለ ዝተጨናነቐት እዝና ሒዛ ንኽትጻወሮ ትሞክር። ካሜሮን ምቕጥቃጥ ወዲኡ ናብ ጄኒስ ናብ ላዕሊ ክምለስ እንከሎ ንካሊን ብዘይኣግባብ ንኸይነኽኣን ንኸይቐትላን፣ ቃል ከም ዝኣትየላ ትገብሮ። ካሜሮን ብሓሳባ ዋላ ይስማዕማዕ ንኸይተምልጥ ኣመና ስለ ዝፈርሐን ጨካን ስለ ዝኾነን ግን ናይ መተንፈሲ ቱቦ ገዲፉ ኣብ ሓንቲ ኣርባዕተ ኣንጎሎ ሳንዱቕ ዓጺዋ ናብ ምህራሱ ይኸይድ። ኣብ ጸልማት ተዓጽያ ካሊን ንቲ ሳንዱቕ ደፊኣ ክትከፍቶ ትሞክር። ክንዲ ዝጸዓረት ጽዒራ ግን ዋጋ ክትረኽበሉ ኣይከኣለትን። ብተስፋ ቁርጸትን ቃንዛን ተሳዒራ እውን ብሓይሊ ምብካይ ትጅምር። ግን ብኽያታ ሰሚዑ ዝሓዝነላ ሰብ ስለ ዘይነበረ ምብካይ እውን ትርጉም ትስእነሉ። በቲ ወገን ወለዳ ንካሊን ሃንደበት ምጥፋኣ ብጣዕሚ ስለ ዘጨነቖም፣ ናብ ፖሊስ ይድውሉ ግን እቶም ፖላዊስ ምንም ምልክት ስለ ዘይረኸቡ ንወለዳ ክሕግዝዋ ኣይከኣሉን። ምንም ከይተቐየረ ኣዋርሕ ይሓልፉ እሞ ካሊን ሕጂውን ኣብታ ሳንዱቕ ተኣሲራ ትውዕልን ትሓድርን። ሓደ መዓልቲ ጄነስ ንካሜሮን ጽቡቕ ዜና ተስምዖ። እሱውን ከም ዝጠነሰት እዩ። ኣደ ንምዃን ብጣዕሚ ተሃንጥያ ስለ ዝነበረትውን ንካሜሮን ንካሊን ንክፈትሓን ደቆም ብሰላም ንከዕውዩን ትሓቶ። ካሜሮን ግን ፍቓደኛ ኣይነበረን ምኽንያቱ እንድሕር ደኣ ንካሊን ሰዲዶማ ከይዳ ንፖላዊስ ሪፖርት ክትገብር እያ። እሶም ተታኣሲሮም ውን ወዶም ብዘይ ወላዲ ከም ዝዓበ ፈራሪሑ ንጄኒ ሱቕ ክትብል ይገብራ። ወዶም ክዓቢ እንከሎ ብካሊን ንከይጨናነቕ ውን ሓደ ሓሳብ ሒዙ ካብ ሜሮን ናብ ካሊን ይኸይድ። ሕሺ ኣቢሉ ውን ሓደ ዓብዪ ባራዩ ዝገዝእን ዝሸይጥን ትካል ከም ዘለዎ ይነግራ። ቅጽል ኣቢሉ ውን ንስኺ ናተይ ባርያ ኢኺ፣ እቲ ካምፓኒ ውን ንዓይ ኣምጺእኪ ናተይ ምዃንኪ እዩ ዝፈልጥ። ካባይ ክተምልጢ ተሞኪርኪ ንስኺ ትቕተሊ፣ እሱ ጥራይ ዘይኮነ ናይ ዘምለጠ ባርያ ስድራቤት ውን እዮም ዝቕተሉ ኢሉ ንከይተምልጥ ከይትሓስብ ብደንቢ ጌሩ የፈራርሓ። ብዚ ናይ ሓሶት ታሪኽ ካሜሮን ንካረን ካብ ልባ ከም ትፈርሕ ይገብራ። እቲ ታሪኽ ሓቂ ንክመስለሉ እውን ናይ ብሕሸት ዶክመንት ኣምጺኡ ከም ዝተሰማማዕኺ ኣብዚኣ ፈርሚ እሞ ምሕረት ከርእየኪ እየ ኢሉ ንካሊን ከይሓሰወቶ የፈርማ። ኣብዚ ገዛ እዚ ምንም ኣይክትኮንን ኣነ ዝበልኩ ክሳብ ዝሰማዕክን ዝበልኩ ክሳብ ዝገበርክን ማንም ሰብ ኣይነክእክን ኢሉ ንካሊን የፈራርሓ። ደንጊጻን ፈሪሓን ዝነበረት ካሊን ንካሜሮን ቃላቱ ኣሚና ኩሉ ዝበላ ነገር ንክትገብር ትስማዕማዕ። ካብ ሕዚ ንደሓር ካሊን። ኣብ ትሕቲ ቁጽጽረይ እያ ኢሉ ዝኣመነ ካሚሮን ኣብ ክሳዳ ናይ ከልእ ቁልፊ ኣሲሩ ኣብቲ ገዛ ክትንቀሳቐስ ይፈቕደላ። ካብቲ መዓልቲ ሱን ደሓር'ውን ንዕኡ ጎይታይ ንጄንስ ድማ እምበይተይ ኢላ ከም ትጽውዖም ይነግራ። ኣነ ሽምኪ ተጸዊዐ እውን ኢድኪ ሓፍ ኣቢልኪ ደው ኢልኪ ትጽበይኒ ኢሉ ብደንቢ ይነግራ። ካሊን ናይ ገዛ ስራሕ ኩሉ ትሰርሕ። ምሸት ምሸት እውን ብደንቢ ገይራ ትቕጥቀጥ። ክመሺ ከሎ ኣብታ ሳንዱቕ ኣትያ ዓይናን ኢዳን ተኣሲራ ደቂሳ ትሓድር። ከምዚ ኢሉ እውን ዓመት ይሓልፍ እሞ ጄንስ ጓል ትወልድ። ካሊን ነታ ዝተወለደት ህጻን ክትርኢ እንከላ ንዝተወሰነ ሰከንዳት እቲ ዘለህሉ ዓለም ረሲዓ ሕጉስቲ ትኸውን። ጊዘ ከምኡ ኢሉ ክደፍእ እንከሎ ካሊን ንተወሰኽቲ ክልተ ዓመት ባርያ ኮይና ትቕጽል። ሓደ መዓልቲ'ውን ካሊን ንጄነስ እና ካሜሮን ድራር እናቐረበህሎም እንከላ ማንካ ተውድቕ። ካሜሮን'ውን ብጣዕሚ ተናዲዱ ኢድ ሓፍ ንክተብል ነጊሩዋ ካብቲ መኣዲ ተሲኡ ብኾርማጅ ክቕጥቅጣ ይጅምር። ካረን ተቐንዚያ ክተእዊ እንከላ ምርኣይ ዝኸበዳ ጄነስ'ውን ሓዲጋቶም ናብ ክፍላ ትኸይድ። ሓደ መዓልቲ ካሊን ክዳን ሓጺባ እናሰጥሐት እንከላ ካሜሮን መፍርሒ ታሪኽ ይነግራ። ሓደ ጊዘ ቶማስ ዝበሃል ዓርከይ ዝሃደመት ባርያ ነይራቶ። እሳ ዘምለጠት መሲልዋ ናብ ፖላዊስ ከይዳ። ግን ንዝኦም እንታይ ከም ዝተፈጠረ ክትነግሮም እንከላ እቶም ፖላዊስ ምስቲ ድርጅት ዝሰርሑ ኮይኖም ጸኒሖም ኣሲሮም ይወስድዋ። ኣጻብዕታን ኣእጋራን ኣእዳዋን ምቆሪጾም ኣብ ሓደ ቦታ ኣገዲፎምዋ። ድሕሪ ነዊሕ ናይ ቃንዛ ዓመታት እውን ህይወታ ሓሊፋ ኢሉ ንካሊን የፈራርሓ። እዚ ናይ ሓሶት ታሪኽ ካሜሮን ንካሊን ኮነ ኢሉ እዩ ዝነግራ ኣሎ። ክተምልጥ ተሓሲባ እውን ፈጺማ ናብ ፖሊስ ንኸይትኸድን እሱ ጥራይ ክሕልያ ከም ዝኽእል ንኽትኣምንን እዩ። ሓደ መዓልቲ ካሜሮን ኣብ ናይ ካሊን እግሪ ተኣሲሩ ዝነበረ ሸንሸለት ፈቲሑ ናብቲ ጫካ ምስኡ ኦም ንኽተምጽእ ይወስዳ። ኣብ መኪና እንከለዉ እውን ኣብ ቅድሚ ካልኦት ሰባት ጎይታ ኢልኪ ፈጺምኪ ከይትጽውዕኒ ኢሉ ይነግራ። ካሜሮን እቲ ዕንጨይቲ ክፍልጽ እንከሎ እቲ ዝተፈለጸ ዕንጨይቲ ናብ መኪና እናሰቐለት ትጸንሕ። እናሰርሑ እንከለዉ'ውን ካሊን እናፈረሐት ንካሜሮን ሓደ መዓልቲ ገዛይ ክኸይድ ክፍቀደለይ ድዩ ኢላ ትሓቶ። ካሜሮን'ውን እቲ ድርጅት ባራዮ ፈጺሙ ኣይኣምንን፣ ንክኸዱ'ውን ሓንቲ'ሎ ይፈቕደሎምን፣ ግን ኣነ ስለ ዝፎትየኪ ዝተኻእለኒ ክገብር እየ ኢሉ ንካሊን ይምልሰላ። ኦም እናቖረጸ እንከሎ ካሜሮን እግሩ ተጎዲኡ ብሓይሊ የእዊ። ኣብታ ሰከንድ እሳ ካሊን ክተምልጥ ትኽእል ነይራ እያ፣ ግን እቲ ዝነግራ ነበረ ታሪኻት ብደንቢ ገረ ስለ ዝኣመነቶ ፈሪሓ፣ ንዕኡ ምሕጋዝ ትመርጽ። ንገዝኡ መሊሳ ቈስሉ እናተንከባኸበት እንከላ፣ ሰበይቱ ጄኒስ ትመጽእ እሞ ተቐራሪቦም ስለ ዝርእየቶም ብጣዕሚ ትቐንእ። ሰብኣያ ንኸይፈትዋ ፈሪሓ'ውን ቀልጢፋ ንኽትከይድ ነጊራታ፣ ንካሜሮን ባዕላ ትንከባኸቦ። እታ ምሸት ንሳ'ውን ኣብ ምድቃሶም እንከለዉ፣ ጄኒስ ንካሜሮን ናብ ካሌን ንኸይቐርብ ብደንቢ ገይራ ተጠንቅቖ። ከምዚ ኢሎም ኣርባዕተ ዓመታት ይሓልፉ። ካሊን ግን ንነዊሕ ጊዘ ኣብ ውሽጢ ሳንዱቕ ተዓጽያ ስለ ዘሕለፈቶ ክንደይ ከም ዝገበረት ምንም ኣይትፈልጥን። ሓደ መዓልቲ ቀትሪ ጊዘ ካብ ሳንዱቕ ፈቲሖም የውጽእዋ እሞ ነታ ዓባይ ዝኾነት ናይ ጀንስ ጓላ ትሪኣ። ብጣዕሚ ውን ትድንግጽ ክንደይ ዝኣክል ጊዘ ከም ዘሕለፈት ብደንቢ ጌሩ ስለ ዝተረደኣ። ሓደ መዓልቲ ካሜሮን ንሰበይቱ ጀነስን ጓልን ሒዙ ካብቲ ገዛ ይወጽእ። ግን ካሜሮን ኣብቲ ውሽጢ ሳንዱቕ ቆሊፉ ገዲፍዋ። ኣብቲ ውሽጢ ሳንዱቕ ተዓጽያ ውን ካረን ብዝተፈላለዩ ሕልምታት ትሓልም። ሓደ ጊዘ። ምስ እዝጋብሄር ዝተራኸበት ኮይኑ ይስምዓ እሞ ንማንም ሰብ ጎዲኤ ኣይፈልጥን። እዚ ኩሉ መከራ ተርእየኒ ለኻ ንምንታይ እዩ ኢላ ትሓትት። ፍርሓትን ሕርቃንን ንደትን ዓጂብዋ እግራ ብሓይሊ ክትወቕዖ ከላ እቲ ሳንዱቕ ብታሕቲ ይኽፈተላ። ድሕሪ ሰዓታት ካሜሮን ምስ ስድርኡ ናብቲ ገዛ ተመሊሱ ናብቲ ቤስመንት ኣትዩ እታ ሳንዱቕ ክሪኣ እንከሎ ተኸፊታ ትጸንሖ። ኣምሊጣ'ያ ኢሉ እናተጓየየ ክእልሻ እንከሎ ኣብ ሽንትቤት ኮፍ ኢላ ትጸንሖ። ንካሜሮን እውን ኣብቲ ሳንዱቕ ብጣዕሚ'የ ፈሪሐ ነይረ፣ ናይ ግድን ክወጽእ ነይርኒ በጃኻ ከይትቐጽዐኒ ኢላ ትልምኖ። ካሜሮን እዚ ምስ ሰምዐ፣ ካሊን ንባዕላ ከም ባርያ ከም ዝተቐበለትን ድሕሪ ሕዚ ክተምልጥ ከም ዘይትሓስብን ብደንቢ ገይሩ ርግጸኛ ይኸውን። ካብቲ ሰዓት ሱን ደሓር ካሊን ኣብቲ ገዛ ንዝተወሰኸ ግዘ ክትንቀሳቐስ ይፍቀደላ። ነታ ትዓብላ ጓሎም እውን ምንክብኻብ ወሳኒ ስራሓ ይኸውን። ግን ምሸት ምሸት ኩሉ ግዘ ናብታ ትዕፀየላ ሳንዱቕ ትኸይድ። ንዓመታት እናገበረቶ ነገር ስለ ዝነበረ ናቴላ ተቐቢላቶ ከም ታራ ነገር ክትሪኦ ጀሚራ። ካሊን ናይ ካሜሮንን ጄነስን ባርያ ኮይና ሽዱሽተ ዓመት ይመልኣ። ሓደ መዓልቲ እውን ካሜሮን። ካምፓኒና ስድራኺ ርኢኺ ንኽትመጺ ፈቒድልኪ ኣሎ፣ ግን ቅድሚ ምኻዳ ክተምልጥ ከም ዘይትሙክር ርግጸኛ ንምዃን እትሓልፎ ፈተና ከም ዘለዋ ይነግራ። ካሜሮን ንካሊን ሽጉጥ ሂቡ ኣፈሙዝ ናብ ኣፋ ኣእትያ እታ ቃታ ንኽትስሕባ ይነግራ። ካሊን እናፈርሐት ስድራ ንምርኣይ ብጣዕሚ ተሃንጥያ ስለ ዝነበረት ዝበላ ሰሚዓ እታ ቃታ ትስሕባ፣ ግን ጥይት ስለ ዘይነበራ ከይሞተት ትተርፍ። ካሜሮን ካሊን ፈጺማ ከም ዘይትኽሕዶ፣ ርግጸኛ ስለ ዝኾነ ስድርኣ ንኽትርኢ ብመኪና ሒዝዋ ይኸይድ። ኣፍቃሪኣ መሲሉ ውን ምስኣ ንገዝኣ ይኣቲ። ምስ ስድርኣ ምስ ተራኸበት ውን ኣኼባ ከም ዘለዎን ቀልጢፉ ከም ዝምለስን ነጊርዎም ካብቲ ገዛ ይወጽእ። ወለዳ ንካሊን ሞይታ እያ እናበልዋ ድሕሪ ዓመታት ስለ ዝርእይዋ ብጣዕሚ ይሕጎሱ። ብውሽጣ ብጣዕሚ ሓዚናን ተረቢሻን ዋላ ትንበር ካሊን ምንም ከም ዘይተፈጠረ ንስድርኣ ሕጉስቲ መሲላ ተዛርቦም። በይነን ክተርፋ እንከለዋ ሓፍታ ገለ ችግር ከም ዘሎ ተረዲእዋ እንታይ ተፈጢሩ ኢላ ንካሊን ትሓታ። መኣዝ እኺ ደጊም ክትመጽእ ናይላ ደጋጊማ ምስ ሓተተታ ካሊን መኣዝ ከም ትምለስ ከም ዘይትፈልጥ ትነግራ። ሓፍታ እውን ካሊን ኣብ ገለ ቺግር ከም ዘላ ስለ ዝተረድኣ ዝደለኽዮ ነገር ክትነግርኒ ትኽእሊ ኢኺ እኔኹ እልኪ ኢላ ተበራታትዓ። ካሊን እናተጨናነቐት ንሓፍታ ክትዛረባ እናተቐራረበት እንከላ ካሜሮን ተመሊሱ ይመጽእ። ሒዝዋ ናብቲ ናይ ባርነት ዓለም ይምለስ እሞ ኣብ ገዛ ምስ ኣተዩ ክምርዓያ ከም ዝደለየን ዝተረፈ ህይወቶም ከም ሰብኣያ ከሕልፎ ከም ዝደለየን ይነግራ። ካሊን ግን ፈሪሓ ስለ ዝነበረት ፍቓደኛ ከም ዘይኮነት ትነግሮ። ጄንስ ብርሕቐት እቲ ዘረባ ሰሚዓቶ ትጸንሕ እሞ ምስ ካሜሮን ተባኢሳ ሓዲጋቶ ካብቲ ገዛ ትወጽእ። ኣብቲ ዝቕጽል መዓልቲ ንብረታ ጠርኒፋ ምስ ጓላ ንኽትከይድ ናብ መኪናኣ ትስቀል። ሰበይቱ ሓዲጋቶ ስለ ዝኸደት ብጣዕሚ ዝተናደደ ካሜሮን ንደቱ ንካሊን እናቐጥቀጠ የውጽኦ። ይቕጥቅጣ ናብቲ ቤስመንት እናጎተተ ወሲዱ ኣብኡ ወሲኹ ቀጥቂጡ ኣብታ ዓባይ ሳንዱቕ ኣእትዩ ደጊሙ ቆሊፉዋ ይኸይድ። ሕልንኡ ነጻ ንምግባር እውን ካብቲ ገዛ ወጺኡ ብመኪንኡ እናተንቀሳቐሰ ይጸንሕ። በቲ ወገን ጄንስ ናብ ቤተ ክርስቲያን ከይዳ ኩሉ ጥፍኣታታ እናዘርዘረት ይቕረ ንክብላ ንፈጣሪ ትልምን። ፈጣሪ ይቕረ ክብላ ተኾይኑ ናይ ሕሉፍ ጌጋኣ ክትእርም ከም ዘለዋ ተረዲእዋ እውን ካሜሮን ከም ዘየለ ርግጸኛ ምስ ኮነት ናብቲ ገዛ ተመሊሳ ናብ ቤስመንት ኣትያ ንካሊን ካብቲ ዓብዪ ሳንዱቕ ተውጽኣ። ጄንስ እውን ንካሊን፣ ካሜሮን ብዛዕባ እቲ ትካልን ብዛዕባ ባርነተን ዝተዛረበ ኩሉ ነገር ሓሶት እዩ ንዓኺ ንምፍራሕ ዝፈጠሮ ነገር እዩ ኢላ ንካሊን ትነግራ። ቅድሚ ሕጂ ከማኺ ዝበለት ባርያ ዝገበርናያ ጓል ኔራ ክተምልጥ ክትሙክር እንከላ ግን ቀቲልና ኣብቲ ጫካ ኢና ሓቢእናያ ካብኡ ናተመለስና ኢና ውን ንዓኺ ረኺብናኪ ኢላ ንካሊን ትነግራ። ጀንስ ከምታ ዝሓለፈት ክተምልጥ እናሞከረት ክትመውት ስለ ዘይደለየታ ብመኪናኣ ሒዛታ ትኸይድ ናብሓደ መናሃርያ ወሲዳ ውን ንገዛኣ ንክትምለስን ሂወታ ንክትቅጽልን ተበረታትዓ እዚ ኩሉ ዓመታት እናታፈራረሐት ዝሓለፈት ካሊን ግን ርግጸኛ ኣይኮነትን። ኽገብሮ ዶ ታይ እናበለት ጋእ ሰጋእ ትብል። ግን ጄንስ ዝበለጸ ተበረታትዓ ስለ ዝነበረት ካሊን ካብታ መኪና ወሪዳ ናብታ ኣቶውስ ትስቀል። ኣብ ገዛ ምስ ኣተየት ብታሕጓስ ክትቆጻጸሮ ዘይትኽእል ንብዓት ትነብዕ። ድሕሪ ሸውዓተ ነዋሕቲ ዓማውቲ ነጻ ኮይና ምስ ስድራኣ ደጊማ ተራኺባ። ብዘይ ፍቓድን ብዘይ ፍርሓትን ደጊማ ምትንፋስ ትጅምር። ፍትሒ ንኽትረክብ ውን ናብ ፖሊስ ጣብያ ከይዳ ብዛዕባ ናይ ካሜሮን ገበናት ኩሎም ትነግሮም። ፐላዊስ ውን ንካሜሮን ኣሲሮም ዕድመ ልክዕ ፍርዲ ይፍረዶ። ካሊን ድሕሪ ሸውዓተ ናይ ባርነት ነዋሕቲ ዓመታት ነጻ ኮይና እናረኣናያ ፊልምና ይውዳእ። ፈቲኹምዎ ትኮኑ ተስፋ ይገብር። ሓደሽቲ ኮንኩም ንቻነልና ሳብስክራይብ እዚ ቪድዮ ድማ ላይክ ኢልኩም ሕለፉ። ደጊምና ክሳብ ንራኸብ ሰናይ ጻኒሒት።